እዛ ቀዳመ ስንበት እዚኣ ዓባይ ብሪጣንያ መበል ሰለስተ ሚእቲ ዓመት ተራን ኣገልግሎትን ቀዳማይ ሚኒስተራት ከተብዕል እያ። ብሰለስተ ሚያዝያ ሽሕን ሸውዓተ ሚእትን ዒስራን ሓደን ሰር ሮበርት ዋልፖል ናይ መጀመርታ ናይ ዓባይ ብሪጣንያ ቀዳማይ ሚኒስተር ኮይኑ ተሸይሙ። ካብ ሽዑ ንነጀው ከኣ ክሳብ ሕጂ ሓምሳን ኣርባዕተን ቀዳሞት ሚኒስተራት ንታሪኽን ጉዕዞን እታ ሃገር መሪሖምን ይመርሕዎን ኣለዉ። መብዛሕትኦም ቀዳሞት ሚኒስተራት ስልጣኖም ብዘይሕጉስ መገዲ እዮም ዝገድፍዎ። ገሊኦም ፓርትታቶም ብምርጫ ምስ ተሳዕራ ተደፊኦም ገሊኦም ከኣ ብስእነት ጥዕና ስርሖም ይገድፉ። ቶኒ ብሌር፣ እቲ ሓላፍነት ኣዝዩ ከቢድ ስለ ዝኾነ ብስራሕ ቀዳማይ ሚኒስተር ሕጉስ ዝነበርኩ ኣይመስለንን ክብል ንቢቢሲ ተዛሪቡ። መዓልታዊ ብከቢድ ወጥርን ቁጽጽርን እናተመርመርካ ውሳነታት ተሕልፍ፣ እቲ ስግንጢርነቱ ምስ ውሑድ ዓቕምኻ ህቡብ ኴንካ ትጅምር። ኣብ መወዳእታ ከኣ ብዙሕ ክእለት ምስ ዘለብካን ምስ ተመኮርካን፣ ምስ ልዑል ዓቕምኻ ግን እናተጸላእካ ትውድእ ኢሉ ቶኒ ብሌር። ሓደ ንዓሰርተ ዓመት መንግስቲ ዝመርሐ ሓደ ንዓሰርተ ዓመት መንግስቲ ዝመርሐ ናይ ስልጣን ሸውሃት ዝነበሮ ቀዳማይ ሚኒስተር ከምዚ ዝኣመሰለ ቅሬታን ጣዕሳን ከም ዝህልዎ ዝጥርጥሩ ኣዝዮም ውሑዳት ሰባት ጥራይ እዮም። ቶኒ ብሌር እቲ ቅድሚ ነዊሕ እዋን ኣብ ስልጣን ዝጸንሐ ዓቃባዊ መንግስቲ ሰር ጆን ሜጆር ብውሑድ ድምጺ ብልጫ ተሳዒሩ ኣብ ሽሕን ትሽዓተ ሚእትን ተስዓን ሸውዓተን ከም ዘብቅዐ ይዝክር። እንተድኣ ጸብለልታ ወይ ማጆሪቲ ዘይብልካ ወይ ድምጺ እንተውሒዱካ ንግዜኻ ይርምሰዩ። ዓብላሊ ድምጺ ብልጫ ዘለዎ ቀዳማይ ሚኒስተር ክገብሮ ዘይግደድ ድምጺ ኣባላት ባይቶ ንኽትእክብ ክሳብ ለይቲ ትጸንሕ። ብዛዕባ እቶም ንፖሊስኻ ዝቃወሙ ገለ ክፋላት ናይቲ ሰልፍኻ ክትጭነቕ ኣየድልየካንዩ። ርግጽዩ ብኣኽብሮ ክትሰምዖን ከተረድኦምን ኣለካ። ግን ከኣ ውሑዳት ስለ ዝኾኑ ጽልዋ ክፈጥሩ ኣይክእሉንዮም። ስለዚ ብድምጺ ምስዓሮም ዘይተርፍዩ። ሰርጆን ምስ ንግስቲ ኤልሳቤጥ። ኣብ ዝገብሮ ዝነበረ ሰሙናዊ ኣኼባ ይደዓዓስን ይጸናናዕን ነበረ። እቲ ኣኼባ ኣዝዩ ብሕትውን ስለ ዝነበረ ክልቲኦም ሰልፍታት ነንሕድሕዶም ምሉእ ብምሉእ ብግልጺ ይዘራረቡ ነይሮም። ኣብ ፖለቲካ ብዘይካ እቶም ኣዝዮም ዝቀራረቡ ሰባት ከምኡ ምግባር ኣዝዩ ኣጸጋሚ እዩ። ስለዚ ቀዳማይ ሚኒስተርን ንግስነት ብሪጣንያ ክራኸቡን ክዝትዩን ምኽኣሎም ዓቢ ኣስተዋጽኦ እዩ ነይሩ ይብል። ብሌያ። ኣብ ፖለቲካ ብዘይካ እቶም ኣዝዮም ዝቀራረቡ ሰባት ከምኡ ምግባር ኣዝዩ ኣጸጋሚ እዩ፣ ስለዚ ቀዳማይ ሚኒስተርን ንግስነት ብሪጣንያን ክራኸቡን ክዝትዩን ምኽኣሎም ዓቢ ኣስተዋጽኦ እዩ ነይሩ ይብል ብሌር። እዚ ሕጂ ዘሎ መንግስቲኸ? ቦርስ ጆንሰን በቲ ልሙድ ባህሪኡ ብነብሰ ተኣማማንነት ቁጽሪ ዓሰርተ ወይ ቤት ጽሕፈት ብሪጣንያ ኣብ ዝሓለፈ ኣማኢት ዓመታት ብዘደንቕ መገዲ ናብዚ ሕጂ ዓብይዎ በጺሕዎ ዘሎ ደረጃ ዓብዩ ኣሎ ኢሉ። እዚ እትርእዮ ዘለኻ ናይ መበል ዓሰርተ ሸሞንተ ክፍለ ዘመን ግሩም ህንጻ ቤት መንግስቲ ሕጂ ፍሉይ ማእከል ቁጠባ ጉጅለ ሸውዓተ ዘደንቕ ትካል ኮይኑ ኣሎ ይብል። እቲ ቀዳማይ ሚኒስተር ነቲ ብኮቪድ ንስክላ ህይወቱ ስኢኑሉ ዝነበረ ታሪኽ ህጻ ቤተ መንግስትን ፍቕሪ ስርሑ ይነግር። ቀዳማይ ሚኒስተር ጆንሰን ኣብ ቁጽሪ ዓሰርተ ወይ ቤት ጽሕፈት ብሪጣንያ ብዓበይቲ ክፍልታት ናይታ ሃገር ከም ዝድገፍ እኳ እንተገለጸ፣ ብዙሓት ቀዳሞት ሚኒስተራት ግን ብፍላይ ኣብ ክፍሊ ቴሌቪዥን ሕጽረታት ትካላዊ ዓቕሚ ከም ዘሎ ይስምዖም። ዴቪድ ካሜሮን ብዙሕ ሰብ ቁጽሪ ዓሰርተ ቤተ መንግስቲ ብሪጣንያ ቤት ጽሕፈት ቀዳማይ ሚኒስተር ብምዃኑ ሓያል ኦፊስ ኮይኑ እዩ ዝስምዖም። ብሓቂ ክረኣ እንከሎ ግን ምስ ካልኦት ዓበይቲ ሚኒስትሪታት እታ ሃገር ክነጻጸር እንከሎ እቲ ኦፊስ ብዙሕ ነገራቱ ክደላደል ክሕይል ይግብኦ ክብል ነጊሩና። ድሕሪ ሒደት ኣዋርሕ መንግስቲ እንታይ ይገብር ከም ዘሎ ክትሓስብን ነቲ ዝገብሮ ተግባራት ደው ንኸተብልን ነዊሕ ግዜ እዩ ዘድልየካ ኢሉ ክዋዘ ይዝከረኒ። ቀዳማይ ሚኒስተር ነበር ዴቪድ ካሜሮን ነቲ ዕለታዊ ዝኽሪ ንኽጽሕፍ እውን ትንፋስ ዘይህብ ስራሕ ቤተ መንግስቲ ብምዝካር ብዙሕ ግዜ መእታኒ ንብሕተይ ክኸውን ናብ ክሽነ ብምኻድ ንምሳሐይ ሳንድዊች ክገብር እእለ ነበርኩ። ምኽንያቱ ኣብቲ ትንፋስ ዘይህብ ጽዑቕ ስራሕ ነዛ ንበይንኻ ክትከውን፣ ክትሓስብን ከተስተንፍስን ቁሩብ ግዜ የድልየካ'ዩ። እቲ ንኽምሳሕ ግልል ዝብለሉ እዋን ከኣ ንዓይ ናይ ብሓቂ ኣገዳሲ እዋን ነይሩ ይብል። ንብዙሓት መራሕቲ ወይ ቀዳማይ ሚኒስተራት ቤተ መንግስቲ ዓባይ ብሪጣንያ ቁጽሪ ዓሰርተ ኣብ ኦፊስ ምጽናሕ ናይ ስልጣን ሕቶ ጥራሕ ኣይነበረን። ንገሊኦም ናይ ሞትን ህየትን ጉዳይ እዩ ነይሩ። ኣብ ሽሕ ሸሞንተ ሚእትን ዓሰርተ ክልተን ንቀዳማይ ሚኒስተር ስፐንሰር ፐርስቫል ፈተነ ቅትለት ኣጋጢምዎ። ከምታ ዘይትጸዓድ ሰበይቲ፣ ኣይረን ለይዲ ማርግሬት ታቸር ኣብ 1984ን ጆን ሜጀር እውን ኣብ 1991ን ዕላማታት ሪፓብሊክ ሰራዊት ኣይሪሽ ኮይኖም ነይሮም። ከም ኣንቶኒን ኤድንን ሆሮልድን ማክሚላንን ዝኣመሰሉ ከኣ ደኺሞምን ሓይሞምን ተኣልዮም። ዴቪድ ሎይድ ጆርጅ እውን ኣብ መስከረም ሽሕን ትሽዓተ ሚእትን ዓሰርተ ሸሞንተን ቅድሚ እቲ ቀዳማይ ውግእ ዓለም ዘብቅዓሉ ሒደ ሳምንቲ ብስፓኒሽ ፍሉ ብሰዓል ንስክላ ሞይቱ ነይሩ። ሞራል ህዝቢ ንኸይትንከፍ ግን ንሕማሙ ካብ ህዝቢ ተሓቢኡ። ድሕሪ ሓደ ዘመን ግን ቦሪስ ጆንሰን ብሕማም ኮቪድ ዓሰርተ ትሽዓተ ምስ ተታሕዘ ሓደገኝነት እቲ ሕማም ንህዝቢ ንምሕባር ብኸቢድ ከምዝሓመመ ንመላእ ዓለም ተነጊሩ።